ሰላም ፈነው ኤር ቲቪ ኣብ ምክታል ትርከቡ ክብራትን ክብራንን ከመይ ተምሲል ሎሚ ሓሙስ ሽሸ ሰነ ሰዓት ሸዓተ ምሽተ ዘለዉ ዜናታት ውሽጥን ወፃእን እንሆ ንምክትታልኩም ብክብሪ ዝዕድም ለዋም ተኽለየ ፈለማ ኣርእስተ ዜና ፕሬዚደንት ኢሳያስን ፕሬዚደንት ደቡብ ኮርያን ኣብ ምድፋዕ ክልተኣዊ ዝምድናን ካልእ ጉዳያትን ዘትዮም ኤርትራውያን ነበርቲ ደቡብ ሱዳንን ኬንያን ጽምብል ናጽነት ብልዑል ማዕርግ ኣብዒሎም ፌስቲቫል ተምሃሮ ኮሌጃት ምህንድስናን ቴክኖሎጂን ስነ ፍልጠትን ተዛዚሙ። ህዝባዊት ሪፐብሊክ ቻይና ኣብ ጽላት ጠፈር ምስ ኣሜሪካ ሓቢራ ክትሰርሕ ከም እትደሊ ኣፍሊጣ። ኢራን ንሰላማዊ መዓላታት ዘገልግል ኒክሌሳዊ መደባታ ብዝለዓለ መልክዑ ከም እትቕጽሎ ሓቢራ መንግስቲ ኤኳዶር ብጸጥታዊ ምኽንያት ንዝኣወጀ ህጹጽ ናይ እዋን ሓደጋ ድንጋጌ ኣናዊሕዎ ኣብ ዝርዝራቱ ክንሰግር፣ ፕሬዚደንት ኢሳያስ ኣፍወርቂን ፕሬዚደንት ደቡብ ኮርያ ዩን ሱክ ዩልን ትማሊ ሓሙሽተ ሰነ ኣብ ሰዓታት ድሕሪ ቐትሪ ኣብ ከተማ ሶል ኣብ ዝርከብ ቤተ መንግስቲ ተራኺቦም ሰፊሕ ምይይጥ ኣካይዶም። ልኡኽ ሚኒስትሪ ዜና ሱሌማን ዑስማን ዓቤን ዝለኣኾ ጸብጻብ ጴጥሮስ መንግስ ከቕርቦ እዩ።
ኣብቲ ርክብ ፕሬዚደንት ዩን እንቋዕ ንመበል ሰላሳ ዓመት ምምስራት ወግዓዊ ዲፕሎማሲያዊ ዝምድና ኤርትራን ደቡብ ኮርያን ኣብጽሓና ድሕሪ ምባል ነዚ ዝምድና'ዚ ንምቕጻሉን ንምድንፍዑን ዘለዎም ቅሩብነት ኣረጋጊጹ። ፕረዚደንት ኢሳያስ ብወገኑ፣ ንምዉቕ ኣቀባብላን እንግዶትን ህዝብን መንግስትን ደቡብ ኮርያ ድሕሪ ምምስጋን፣ ብዓለም ደረጃ ዝረኣ ዘሎ ምቅይያራት፣ መሰጋገሪ መድረኽ ናብ ሓድሽ ዓለማዊ ስርዓት ምዃኑ፣ ናብዚ ሓድሽ ዓለማዊ ስርዓት ኣብ እንሰጋገረሉ እዋን ዝውሰድ ዘሎ ተበግሶታት ጽምዶ ድማ ምትዕርራያት ንምግባርን ሓቀኛ ናይ ሓባር ኣረኣእያን መረዳእታን ንምፍጣርን ኣገዳሲ ከምዝኾነ ብምግላጽ፣ ኣብ መንጎ ደቡብ ኮርያን ኣፍሪቃን ሽርክነት ክምስረት እንተድኣ ኮይኑ ኣብ ድልዱል ባይታ ክህነጽ ክኽእል ከም ዘለዎ ኣገንዚቡ። ኣብዚ እዋን እዚ ኣፍሪቃ ንሽርክነትን ጽምዶን ድልውቲ ድያ ዝብል ሕቶ ዘልዓለ ፕሬዚደንት ኢሳያስ ነዚ ክውንነት እዚ ምቕባል መሰረታዊ ከም ዝኾነ ብምጥቃስ ካብ ናይ ዕንጋሎ ቁጠባ ከይወጻእካን ፖለቲካዊ ርግኣት ከይፈጠርካን ክሰምር ዝኽእል ስለ ዘይኮነ፣ ሚዛናዊ ሽርክነት ክምዕብል እንተ ኾይኑ፣ ኣፍሪቃ ካብ ጥረ ንዋት ምልኣኽ ወጺኣ ኢንዱስትራውነት ኣማዕቢላ ክትምስርሕን ኣብ ደረጃ በዓል ኮርያ ክትመጽእን ክትክእል ከም ዘለዋ ኣብሪሁ። ፕረዚደንት ኢሳያስ ኣስዒቡ፣ እቲ ምትሕግጋዝ ዝግበረሉ ዓውድታት እውን ጽላት ብጽላት ክልለን ክስራዕን ከምኡውን ዝርዝር ኣልያ ክወጻሉ ከም ዝግባእ፣ እዚ ድማ ግዜ ከም ዝወስድ ንፕረዚደንት ዩን ድሕሪ ምግላጽ፣ እዚ ነጥብታት እዚ ብመልክዕ ሰነድ ክቐርብ ተሰማሚዖም። ኣብ ደቡብ ኮርያን ካልኦት ሃገራትን ዝግበር ዘሎ ንሽርክነት ምስ ኣፍሪቃ ዝምልከት ዋዕላታት ንኣገዳስነት ኣፍሪቃ ኣብ መጻኢ ዓለማዊ ስርዓት ዘጉልሕ ከም ዝኾነ ዝገለጸ ፕሬዚደንት ኢሳያስ፣ ኣፍሪቃ ካብ ዝተዋሰነ ክፍሊ ዓለም ወጽያ ግቡእ ተራኣ ንኽትጻወት ኣገዳስን ዓቢ ዕድልን ከም ዝኾነ ኣስሚርሉ። ብፕረዚደንት ኢሳያስ ዝተመርሐን ሚኒስተር ጉዳያት ወጻኢ ኣቶ ዑስማን ሳልሕ ዝርከቦን ላዕለዋይ ልኡኽ ኤርትራ ብ ኣርባዕተ ሰነ ኣብ ዝተቓንዐ ቀዳማይ ዋዕላ መራሕቲ ኣፍሪቃን ደቡብ ኮርያን ከም ተሳተፈ ይዝከር።
ናብ ካልእ ዜና ክንሰግር። ኤርትራውያን ነበርቲ ከተማ ዋው ደቡብ ሱዳንን ሞምባሳ ኬንያን ውሕስነት ሰላም ብመኸተ ብዝብል ቴማ ጥምረት ኣስታት ሰለስተን ዓመት ናጽነት ብውዕውዕ መንፈስ ኣብዒሎም። ካብቲ ቦታ ንዝበጻሓና ትሕዝቶታት ኣርሴማ ኣስመሮም መልክዕ ጸብጻብ ኣወሃሂዳቶላ ይስዕብ።
ብክልተ ሰነ ኣብ ከተማ ዋው ብድሙቕ ማዕርግ ኣብ ዝተኻየደ፣ ብርክት ዝበሉ ኤርትራውያን ከምኡ'ውን ሰበስልጣንን ሓለፍቲ ትካላትን ደቡብ ሱዳን ዝተረኽቡሉ ጽምብል፣ ኣምባሳደር ኤርትራ ኣቶ ዮውሃንስ ተኽለሚካኤል ኣብ ዘስመዖ ቃል፣ ናጽነትን ልኡላውነትን ኤርትራ ብከቢድ ዋጋ ወለዶታት ዝተረጋገጸ ምዃኑ ብምጥቃስ፣ ኣብዚ ኣቲናዮ ዘለና ሓድሽ መድረኽ ህንጸት ሃገር ኩሉ ዜጋ እጃሙ ከዕዝዝ ጸዊዑ። ኣቦ ወንበር ማሕበረኮም ኤርትራውያን ነበርቲ ዋው ኣቶ ሰሎሙን ካሕሳይ ብወገኑ፣ ኣባላት ማሕበረኮም ከም ወትሩ ኣብ ጎኒ ህዝቦምን መንግስቶምን ደው ብምባል፣ መድረኽ ዝጠልቦ ኩሉ-መዳያዊ ዕማም ንምትግባር ቅሩባት ምዃኖም ኣረጋጊጾም። ኣብቲ ኣጋጣሚ፣ ሓለፍቲ ምምሕዳር ከተማ ዋው፣ ምሕዝነት ክልቲኤን ሃገራት ንምድንፋዕ፣ ምትሕግጋዝን ምትሕብባርን ክልቲኡ ህዝብታት ወሳኒ ምዃኑ ኣብሪሆም። እቲ መደብ ካብ ኤርትራ ዝኸደት ጉጅለ ባህሊ ብዘቕረበቶ መሰናድኦ ከምኡ'ውን ጉጅለታት ባህሊ ብሄራት ደቡብ ሱዳን ብዘቕረበኦ ፍሉይ ባህላዊ ሳዕስዒት ደሚቑ ምንባሩ እቲ ዝበጽሓና ሓበሬታ ኣፍሊጡ። ከም ኣካል ጽምብል ናጽነት፣ ኤርትራውያን ነበርቲ ዋው ብሳላሳን ሓደን ጉንበት ናይ ጽሬት መደብን ሰልፊ ብባንዴራ ኤርትራ ዝተሰለማ ማካይንን ኣካይዶም። እዚ ከምዚ ኢሊ እንከሎ፣ ብምትሕብባር ኤምባሲ ኤርትራ ኣብ ኬንያን ማሕበረ ኮም ኤርትራውያን ተቐማጦ ከተማ ሞምባሳን ኣብ ዝተኻየደ ጽምብል መበል ሰላሳን ሰለስተን ዓመት በዓል ናጽነት፣ ኣምባሳደር በየነ ርእሶም ንርዝነት ትርጉም ዕስራን ኣርባዕተን ጉንበትን እተሰክሞ ሓላፍነትን ዝገልጽ መደረ ኣስሚዖም። ናጽነትና ህያብ ስዉኣትና'ያ ዝበለ ግዝያዊ ኣቦ ወንበር ማሕበረ ኮም ኤርትራውያን ነበርቲ ኬንያ ኣቶ ዳዊት ሓጎስ፣ ነፍሲ ወከፍ ኤርትራዊ ንስለ ሃገሩን መንነቱን መኸትኡ ከሐይል ከም ዝግባእ ገሊጹ። እቲ በዓል ብዝተፈላለየ ስነጥብባውን ባህላውን መደባት ተዛዚሙ።
መልክዕ ውድድር ዝዳሎ ዝተፈላለያ ንጥፈታትን መደባትን ዘጠቓለለ ፌስቲቫል ተምሃሮ ኮሌጃት ምህንድስናን ቴክኖሎጅን ስነ ፍልጠትን ተዛዚሙ። ወኪልኤና ዮናታን የዕብዮ ንዘዳለዎ ዜናዊ ጸብጻብ ዳንኤት ገብሪሂወት ከተቕርቦ እያ።
መበል ዓሰርተ ሓደ ፌስቲቫል ተምሃሮ ኮሌጃት ምህንድስናን ቴክኖሎጅን ማይ ነፍሒ ብኣርባዕተን ሓሙሸን ሰነ ተዛዚሙ። ኣብቲ ስነ ስርዓት ወከልቲ ሃማማተ ዞባ ሳዋ ላዕለዎት ትካላት ትምህርትን ኣብ ዘስምዕዎ ቃል እቲ ዓመታዊ መደብ መንእሰያት ተምሃሮ ኪንዮ ውድድርን ምዝንጋዕን ሓድነቶም ዘደልድልሉ፣ ፍልጠቶም ዘማዕብልሉ፣ ፈጠራዊ መሃዝነቶም ዘዕብይሉ ከምኡ'ውን ሃገራዊ ክብርታት ዝወርስሉ ኣገዳሲ መድረኽ ከምዝኾነ ገሊፆም። ብመሰረት እቲ መደብ ኣብተን ኮሌጃት ካብ መጀመርታ ወርሒ ጥቅምቲ ክልተ ሽሕን ዕስራን ሰለስተን ክሳብ መጀመርታ ወርሒ ሰነ ክልተ ሽሕን ዕስራን ኣርባዕተን ትምህርታዊ፣ ስፖርታውን ባህላውን መደባት፣ ስእላውን ንዋታውን ምርኢት፣ ውፅኢት ምህዞን ሰንዓን ከምኡ እውን ምርኢት ዘመናውን ባህላውን ኣልባሳትን ትልሂትን ዘጠቓልል ውሽጣዊ ውድድራት ክካየድ ምፅንሑ እውን ሓቢሮም። ዲን ኮሌጅ ስነ ፍልጠት ማይነፍሒ ፕሮፌሰር ገብራይ ኣስገዶምን ዲን ኮሌጅ ምህንድስናን ቴክኖሎጅን ዶክተር ኣርኣያ ዘርኣይን ብግደኦም፣ ዓመት መጸ ምስ ሃማማተ ዞባ ሳዋን ላዕለዎት ትካላት ትምህርትን ብምውህሃድ ዝውደብ ፈስቲቫል ብዙሕ ብልጫታት ከምዘለዎ ብምሕባር፣ ኣብ መጻኢ ዝሰፍሓሉ ኩነታት ክፍጠር ኣዘኻኺሮም። ኣባ ወንበር ሃማማተኣ ኣቶ ሳልሕ ኣሕመዲን ኣብ ዘስምዖ ቃል፣ ናይ ሎሚ ዓመት ፌስቲቫል ኣብ ቅንያት ናጽነት ምክያዱ ንተመሃሮ ድርብ ሓላፍነት ከም ዘሰክሞም ጠቒሱ፣ ንዝቐሰምዎ ፍልጠት ብግብራዊ ዕዮ ከንጸባርቑ ኣዘኻኺሩ። ኣብ መወዳእታ ኣብቲ ብመልክዕ ውድድር ዝተኻየደ መደባት ንዝተዓወቱ ናይ ዋንጫ፣ መዳልያን ገንዘብን ሽልማት ተዓዲሉ።
ጨንፈር ሃብቲ እንስሳ ዞባ ጋሽ ባርካ ኣብ ንኡስ ዞባ ቆርረት ንዝርከቡ ሓረስቶት ብሓፈሻ ኣርማጭ ጀራዲን ድማ ብፍላይ ኣብ ልምዓት ቀጠልያ ምግቢ እንስሳን ምቁር ድንሽን ዘተኮረ ኣስተምህሮ ሂቡ። ሓላፊ ኣሃዱ ልምዓት መጋሃጫ ስጋን ቆርበትን ኣቶ ክብሮም ተኽለማርያም ዕላማን ኣገዳስነትን ናይቲ ብግብራዊ ትምህርቲ ተሰንዩ ኣብ ግራት ሓረስቶት ዝተዋህበ ኣስተምህሮ ቀጠልያ ምግቢ እንስሳ ኣብ ምርግጋፅ ውሕስነት ቀለብ እንስሳታት ልዑል ተራ ስለዘለዎ ሓረስቶት ብሓፈሻ፣ ወነንቲ ጥሪትን ኣልማዕት ጀራዲንን ድማ ብፍላይ ምኽርን መምርሕን ሰብ ሞያ ተኸቲሎም ከምዘውትሩ ንምግባር ከምዝኾነ ገሊፁ። ምቁር ድንሽ ብዘይካቲ ዝውንኖ መኣዛዊ ትሕዝቶ ብሉፅ ምግቢ ደርሁ ስለዝኾነ ልዑል ኣቓልቦ ክግበረሉ ከምዝግባእ ዝጠቐሰ ኣቶ ክብሮም፣ ሓረስቶት ኣልሚዖም ንነብሶምን ንዝውንንወን እንስሳታትን ክጥቀሙ ኣዘኻኺሩ። ኣብ ምምሕዳር ንኡስ ዞባ ኣቑርደት ሓላፊ ኣሃዱ ቁጠባዊ ልምዓት ኣቶ ከሰተ ገብረሃንስ ብወገኑ፣ ሓምላይ መግቢ እንስሳ ብምልማዕ ከጋጥም ንዝኽእል ሕጽረት መግቢ እንስሳ ንምቅላልን መኣዛዊ ትሕዝቶ ዘለዎ መግቢ ንጥሪቶም ከቕርቡን ከምዝሕግዞም ብምሕባር፣ ብኪኢላታት ተማእኪሎም ከዘውትርዎ መኺሩ። ተሳተፍቲ ብወገኖም፣ ዝተዋህቦም ኣስተምህሮ ንእንስሳታቶም ብዝቐለለ ኣገባብ ብርኩትን መኣዛዊ ትሕዝቶ ዘለዎን መግቢ ንምቕራብ ከምዝሕግዞም ክግንዘቡ ከምዝኸኣሉ ብምጥቃስ፣ ተመሳሳሊ ኣስተምህሮ ክድፋኣሉ ተላብዮም። ሃከውስኤ ጨንፈር ዞባ ዓንሰባ ኣብ ከተማ ከረን ንሰለስተ ኣዋርሕ ብሞያ ዘሰልጠነ ሚእቲ ሰላሳን ሰለስተን ሰራሕተኛታት ብኣርባዕተ ሰነ ተመሪቖም። እቲ ብተግባርን ክልሰ ሓሳብን ዝተዋህበ ስልጠና፣ ቴክኖሎጂ ኮምፒዩተር፣ ምሕደራ ንብረትን ሕንሳብን፣ ምዝርጋሕ መስመር ኤሌክትሪክ፣ ኣቀባብላ ተገልገልትን ምሕደራ ሆቴልን ከምኡ'ውን መፍረ ደርሁ ዘጠቓለለ ነይሩ። ሓላፊ ሃከውስኤ ኣብቲ ዞባ ኣቶ ኣቶ ብርሃን ገብራይ፣ ገብራት ኣብ ዘስመዖ ቃል፣ ጸዕተኛታት ሞያ ንምዕጣቕን ዝጸንሖ ንምምዕባልን ምስ መሻርኽቲ ብምትሕብባር ዝተፈላለየ ስልጠናታት ክውደብ ምጽንሑ ብምጥቃስ፣ ኣብ ከረን ዝተኸፍተ መሰልጠኒ ማእከል ኣብዚ መዳይ'ዚ ሓጋዚ ተራ ከምዘለዎ ሓቢሩ። ነተን ብመፍረ ደርሁ ዝተጠና ዕስራን ሓሙሽተን ደቂ ኣንስትዮ መበገሲ ዝኾነን ገንዘብ ክወሃበን ምዃኑ'ውን ገሊጹ። ኣወሃሃዲት ፕሮጀክት ሃኮሴ ዞባ ዓንሰባ ወይዘሮ ሂወት ዓፋ ኣብ ዘቕረበቶ ጸብጻብ፣ ቀንዲ ዕላማ ናይቲ ስልጠና ሞያዊ ብቕዓት ሰራሕተኛታት ክብ ንምባል ከምዝኾነ ብምጥቃስ፣ ሃኮሴ ምስ ሚኒስትሪ ዕዮን ማሕበራዊ ድሕነትን ምምሕዳር ከተማ ከረንን ካልኦት መሻርኽቲ ማሕበራትን ብምትሕብባር ብዕቱብ ይሰርሓሉ ከምዘሎ ሓቢራ። ኣመሓዳሪ ዞባ ዓንሰባ ኣምባሳደር ዓብደላ ሙሳ ብወገኑ፣ ሰልጠንቲ ንዝቐሰሞ ሞያ ብተግባር ክሰርሕሉን ከማዕብልዎን ብምዝኽኻር፣ ኣስራሕቲ'ውን ክደጋገፍዎም ተላብዩ። ኣብ ከተማ ተሰነይ ምምሕዳር ከባቢ ፍትሒ ብኣርባዕተ ሰነ ከባቢ ሰዓት ዓሰርተ ቅድሚ ቀትሪ ኣብ መንበሪ ገዛ ብዘጋጠመ ባርዕ ሓዊ ኣብ ውሽጢ ገዛ ዝጸንሑ ሰለስተ ኣባላት ሓንቲ ስድራ ሞይቶም። ግዳያት ካብ ዓዲ ሸጋላን ንኡስ ዞባ ጎልጅ ዝመጹ ኣጋይሽ ኮይኖም ጓል ስሳን ሸውዓተን ዓመት ጓል ዕስራን ሸሞንተን ዓመትን ወዲ ሸውዓተ ዓመት ቆልዓን እዮም። ዋና ገዛ ምስ ወዳ በቲ ሓደጋ ከቢድ ጉድኣት ወሪድዎም ኣብ ሆስፒታል ከተማ ተስነይ ሕክምናዊ ረድኤት ይግበረሎም ከምዘሎ ወኪል ኤሪና ሓቢሩ። ጠንቂ ናይቲ ሓደጋ ምግቢ ንምድላው ዝተኣጉደ ሓዊ ብግቡእ ብዘይምጥፍኡ ምዃኑ ኣብ መደበር ፖሊስ ንኡስ ዞባ ተስነይ መርማሪ ገበን ኣቶ ሰሎሙን ኪዳነ ንዝተረኽበ ኣፈናዊ ምልክታት ብምጥቃስ ገሊጹ። ኣማሓዳሪ ምምሕዳር ከባቢ ፍትሒ ኣቶ ሳልሕ ሮሞዳን ብወገኑ፣ እቲ ዝተቓፀለ መንበሪ ገዛ ብሳዕሪ ዝተኸድነ ኣጉዶን ዳስን ኣብ ርእሲ ምዃኑ ኣብቲ ግዜ ብርቱዕ ንፋስ ስለዝነበረ ግድያት ንምርዳእ ዕድል ከምዘይሃበ ኣብሪሁ። እቲ ሓደጋ ናብ ካልእ ከይሰግር ህዝቢ ንዝገበሮ ልዑል ምትሕብባር ብምምስጋን ድማ ኣብዚ ወቕቲ እዚ ኣብቲ ንኡስ ዞባ ልዑል መጠን ሙቐትን ንፋስን ስለዘሎ ነበርቲ ልዑል ጥንቃቐ ክገብሩ ኣተሓሳሲቡ። ክቡራትን ክቡራንን ቀጺሉ ዝቐርብ ዜና ወጻኢ ንምክትታልኩም ደጊመ ብኽብሪ ዕድም። ኣብ ዜና ወጻኢ ክንሰግር ህዝባዊት ሪፐብሊክ ቻይና ኣብ ጽላት ጠፈር ምስ ኣሜሪካ ሓቢራ ክትሰርሕ ከም እትደሊ ኣፍሊጣ። ቻይና ነዚ ዝገለጸት ኣብቲ ብዙሕ ዝተረሰሰ ደቡባዊ ክፋል ወርሒ ብዘካየደቶ ዕዉት ተልእኾ ካብ ኣሜሪካ ናይ ዮሃና መልእኽቲ ድሕሪ ምርካባ እዩ። ሓባራዊ ስራሕ ንጠፈራዊ ምርምር ዕዉት ከም ዝገብሮ ዝገለጸት ቻይና፣ ኣብቲ ጽላት እወታዊ ገስጋስ ምስ ዘምዝግባ ዘለዋ ከም ኣሜሪካ ዝኣመሰላ ሃገራት ክትተሓባበር ከም እትደሊ ኣረዲኣ። ቻይናን ኣሜሪካን ኣብ ጉዳይ ጠፈራዊ ንጥፈታት ክወቓቐሳ ምጽንሐን ጸብጻባት የረድኡ። ንቻይናን ሩስያን ከም ቀንዲ ጸጥታዊ ስግኣት እትጠቕሰን ኣሜሪካ፣ ኣቐዲማ ወተሃደራዊ ኣሃዱ ጠፈር ከም ዘቖመት ይፍለጥ። ከም ኣካል'ቲ ወተሃደራዊ መደብ፣ ኣብ ግዝኣት ጃፓን ኣሃዱ ጠፈር ክትድኩን ወጢና ከም ዘላ'ውን ይጥቀስ'ዩ። እቲ ወታደራዊ መደባት ንጸጥታ ናይቲ ጽላት ኣብ ሓደጋ ከእትዎ ከም ዝኽእል ዝገለጻ ቻይናን ሩስያን ብኣግኡ ክቃወምኦ ጸኒሐን ኣለዋ። ትካል ተቖጻጻሪ ኒክለሳዊ ጸዓት ውድብ ሕቡራት ሃገራት፣ IAEA፣ ንዲፕሎማስያዊ ዝምድናታት ኣብ ሓደጋ ዘእቱ ንጥፈታት የካይድ ከም ዘሎ መንግስቲ ኢራን ወቒሱ። እዚ ዝተገልጸ እቲ ኣህጉራዊ ትካል ንኒክለሳዊ መደባት ኢራን ዝወቅስ ውሳኔ ድሕሪ ምሕላፉ'ዩ። እቲ ብፈረንሳ፣ ጀርመንን ብሪጣንያን ዝረቐቐ እማመ፣ ካብ ዓሰርተ ሓሙሽተ ኣባል ሃገራት እተን ዕስራ ክድግፍኦ ከለዋ፣ ዓሰርተ ክልተ ድምጸን ዓቂበን፣ ሩስያን ቻይናን ድማ ተቓዊመንኦ። እቲ ስጉምቲ፣ ገስጋስ ሃገሩ ንምትዕንቓፍ ምዃኑ ዝገለጸ መንግስቲ ኢራን፣ ኣብ ሰለማዊ መዓላታት ንዘገልግል ኒክልዮሳዊ መደባቱ ብዝለዓለ መልክዑ ከም ዝቕጽሎ ኣነጺሩ። ኢራን ኒክልዮሳዊ ኣጽዋር ንምምዕባል መደብ ከም ዘለዋ እትኸሰስ ኣሜሪካ፣ ኣብ ልዕሊኣ ተደጋጋሚ እገዳታት ክተጽድቕ ምጽንሓ ዝፍለጥ'ዩ። ነቲ ክሲ ኣሉታዊ ምላሽ ክትህበሉ ዝጸንሐት ኢራን፣ እቲ እገዳታት ንዲፕሎማስያውን ቁጠባውን ዝምድናታተን ኣብ ሓደጋ ኣእትይዎ ከምዘሎ'ያ እትሕብር። መንግስቲ ኤኳዶር ብጸጥታዊ ምኽንያት ካብ ወርሒ ጥሪ ናይዚ ዓመት'ዚ ንዝኣወጆ ህጹጽ ናይ እዋን ሓደጋ ድንጋጌ ኣናዊሕዎ። ገበኛታት ምስግጋር ዕጸፋርስ ንምህዳን ዝተጀመረ ስርሒት ከምእተዛዘመ ዝገለጸ መንግስቲ ኤኳዶር፣ እቲ ኣዋጅ ንዘይተወሰነ ግዜ ከምዝቕጽል ኣረዲኡ። እቲ መንግስቲ ሓደ ካብ ቀንዲ ኣተሓላለፍቲ ኣይዘሕጋዊ ዕጸፋርስ ዝርከቦም ሓያሎ ገበነኛታት ካብ ቤት ማእሰርቲ ድሕሪ ምህዳሞም'ዩ ብሸሞንተ ጥሪ ክልተ ሽሕን ዕስራን ኣርባዕተን ነቲ ስጉምቲ ወሲዱ። ገበነኛታት ንምልቃም ኣብ ቀንዲ ከተማታት ተወሰኸቲ ሓይልታት ጸጥታን ሰራዊትን ከምእተዋፈሩ ዝገለጸ መንግስቲ ኤኳዶር፣ ህዝቢ ምትሕብባሩ ከዐዝዝ ጸዊዑ'ሎ። ምስቲ ኣዋጅ ብዝተኣሳሰር መንግስቲ ጽኑዕ ጸዓታት እቶ እቶ ከምዝወሰነ'ውን ይፍለጥ። ኤኳዶር ምስ ምትሕልላፍ ዕጸፋርስ ብዝተሓሓዝ ገበናት ዝለዓለ መጠን ቅትለት ካብ ዝረኣየለን ሃገራት ደቡብ ኣሜሪካ ምዃና ጸብጻባት የረድኡ። ክልተ ጠፈርተኛታት ዝሓዘት መንኮርኮር ጠፈር ኣሜሪካዊ ኩባንያ ቦይንግ ብሓሙሽተ ሰነ ናብ ኣህጉራዊ መደበር ጠፈር ተወንጪፋ። ዕላማ'ቲ ጠፈራዊ ተልእኾ ኣብቲ መደበር ተወሳኺ ምርምር ንምክያድ ምዃኑ ተገሊጹ'ሎ። እታ ኣብ ክፍለ ሃገር ፍሎሪዳ ካብ ዝርከብ መደበር ዝተላእከት መንኮርኮር ንኣስታት ሸሞንተ መዓልታት ኣብ ህዋ ከም እትጸንሕ ተፈሊጡ። ናብ ኣህጉራዊ መደበር ጠፈር ዝካየድ ተልእኾታት ብሰንኪ ቴክኒካዊ ጸገማት ዳርጋ ክልተ ሽሕ ዕስራን ክልተን ከምቲ ዝድለ ክሰላሰል ከምዘይጸንሐ ጸብጻባት የረድኡ። እቲ መደበር ብርክት ዝበላ ሃገራት ብሓባር ክነጥፋሉ ዘለዋ ኣብ ህዋ ዝዓበየ ኣህጉራዊ ትካል እዩ። ዝበዝሑ ካብቶም ኣብ ኣህጉራዊ መደበር ጠፈር ዝነጥፉ ዘለዉ ጠፈርተኛታት ኣሜሪካውያንን ሩስያውያንን ምዃኖም እዩ ዝጥቀስ። እስራኤል ሎሚ ሽዱሽተ ሰነ ኣብ ማእከላይ ሸነኽ ቓዛ ኣብ ልዕሊ ቤት ትምህርቲ ብዘፈጸመቶ ደብዳብ ቆልዓ ሰበይቲ ዝርከብዎም ብውሕዱ ኣርብዓ ፍልስጤማውያን ተቓቲሎም። በቲ ደብዳብ ሓያሎ ከም ዝቖሰሉ ዝሓበሩ ሰብመዚ ጥዕና'ቲ ወሽመጥ፣ ቁጽሪ ምዉታት ክዛይድ ከም ዝኽእል ኣሚቶም። እቲ መጥቃዕቲ ዝተኻየደላ ቤት ትምህርቲ ብትካል ሕቡራት ሃገራት እትካየድን ብርጌስ ከም እተዓቖቡላ ብንጹር እትፍለጥን ከም ዝኾነት ዝሓበሩ ሰብ መዚ ፍልስጤም ንስጉምቲ እስራኤል ኮኒኖም። ሰራዊት እስራኤል ኣብ ዘውጽኦ መግለጺ ምስ ሓማስ ዝካየድ ዝርርብ ንምስላጥ ተባሂሉ ምቁራጽ ደብዳብ ከም ዘይግበር ብምንጻር ኣብ ማእከላይን ሰሜናውን ሸነኽ ቃዛ ብድሩዓት በካይንን ታንክታትን ዝተደገፈ ኣጋር ሰራዊት፣ ኣብ ልዕሊ ዕላማታት ሓማስ ዝገብሮ ስርሒት ብዝሓየለ መልክዑ ከምዝቕጽሎ'ዩ ገሊጹ። ሰራዊት እስራኤል ኣብ ልዕሊ ረድኤት ንምቕባል ዝተኣከበ ህዝቢ፣ በርጌስ ዝተዓቖቡሉ መዓስከራት፣ ከምኡ'ውን ንሰብኣዊ ጉዳያት ዝተራሕወ መስመራት ዘካየዶ መጥቃዕትታት ካብ ኣህጉራዊ ማሕበረሰብ ከቢድ ኩነኔ ክገጥሞ ምጽንሑ ይፍለጥ። ዩክሬን ብሃገራት ምዕራብ ዝተገብረላ ደገፍ ኣጽዋር ተጠቂማ ኣብ ልዕሊ ሩስያ መጥቃዕቲ ምስ እተካይድ ከም መልሰ ግብሪ ሩስያ ኣንጻር ሃገራት ምዕራብ ስጉምቲ ክወስዳ ንዝደልያ ሃገራት ኣድላዪ ደገፍ ከም እትገብር ፕሬዚደንት ቭላድሚር ፑቲን ኣጠንቂቑ። ፕሬዚደንት ፑቲን ነዚ ዝገለጸ ብሓሙሽተ ሰነ ኣብ ከተማ ሴንት ፒተርስበርግ ንኣህጉራውያን ማዕከናት ዜና ኣብ ዝሃቦ መግለጺ'ዩ። ሃገራት ምዕራብ ንዩክሬን ነዊሕ ርሕቀት ዝጓዓዝ ሚሳይላትን ከቢድ ብረትን ይምጥዋላ ጥራይ ዘይኮና ኣብ ልዕሊ ሩስያ ንኽትጥቀመሉ ይደፋፍኣ ከም ዘለዋ ዝኸሰሰ ፕሬዝደንት ፑቲን እዚ ነቲ ኩነታት ዘጋድድ ሓደገኛ ስጉምቲ ከም ዝኾነ ኣገንዚቡ። ንዩክሬን ወተሃደራዊ ደገፍ ዝገብራ ዘለዋ ሃገራት ምዕራብ ብሓፈሻ፣ ኣሜሪካ፣ ብሪጣንያ፣ ፈረንሳን ጀርመንን ድማ ብፍላይ፣ ዩክሬን ካብን ንዝረኸበቶ ኣጽዋር ተጠቒማ ኣብ ውሽጢ ሩስያ ንዝርከብ ዕላማታት ከተጥቅዕ ፍቓድ ምሃበን ዝዝከር እዩ። ኣህጉራዊ ማሕበረሰብ ከቢድ ክሊማዊ ነውጺ ዘስዕብ ዘሎ ምውሳኽ ዓለማዊ ሙቐት ንምግታእን ብኣሉታ ዝተጸልዋ ሃገራት ንምድጋፍን ቅልጡፍ ስጉምቲ ክውሰድ ዋና ጸሓፊ ሕቡራት ሃገራት ኣንቶንዮ ጉተሬዝ ጸዊዑ። ዋና ጸሓፊ ሕቡራት ሃገራት ነዚ ጻውዒት እዚ ዘቕረበ ብሓሙሽተ ሰነ ኣብ ከተማ ኒውዮርክ ኣብ ዝተቓንዐ ዋዕላ እዩ። ንዞባውያንን ኣህጉራውያንን ጸብጻባት ብዛዕባ ምውሳኽ ዓለማዊ ሙቐትን ሳዕቤናቱን ኣመልኪቱ ንዝተኻየደ መጽናዕቲ ምርኩስ ዝገበረ ሚኒስተር ጉተሬሽ፣ ትፋእ በከልቲ ጋዛት ዓመታዊ ብትሽዓተ ሚእታዊት ምስ ዝጎድል ኣብ ምንካይ ዓለማዊ ሙቐት ዘለዎ ኣገዳስነት ልዑል ምዃኑ ብምጥቃስ፣ ኣብ ዝሓለፈ ዓመት ብልዕሊ ሓደ ሚእታዊት ምውሳኹ ሳዕቤናቱ ከቢድ ከምዝነበረ ገሊጹ። ምዕቡላት ሃገራት ዝኣተውኦ መብጽዓ ከተግብራ ዝጸውዐ ሚስተር ጉተሬዝ፣ ኣብ ምምዕባል ንዝርከባ ሃገራት ንዝገብርኦ ቴክኖሎጂካውን ፊናንሳውን ደገፍ ብምሕያል፣ ኣህጉራዊ ክሊማዊ ምምዝባል ንምቁጽጻር ዝገብርኦ ምትሕብባር ከሐይላን መሪሕ ተራ ክጻወታን ከምዝግባእ ሓቢሩ። ኣብዚ እዋን ናይ ዝኸሰት ዘሎ ተፈጥሮኣዊ ሓደጋታት ቀንዲ ጠንቁ ምውሳኽ ዓለማዊ ሙቐት ዘስዕቦ ክሊማዊ ምምዝባል ከምዝኾነ'ዮም ክኢላታት እቲ ዓውዲ ዝሕብሩ። ምዕቡላት ሃገራት ሳዕቤናት ክሊማዊ ምምዝባል ንምንካይ ክሳብ ዕስራ ዕስራን ሓሙሽተን ንዝኣተውኦ ናይ ኣርብዓ ቢልዮን ዶላር ፊናንሳዊ ምወላ መብጽዓ ከተግብራ'ዩ ውድብ ሕቡራት ሃገራት ዝጽውዕ ዘሎ። ክቡራትን ክቡራን ዜና ቅድሚ ምዝዛምና ኣርእስታቱ ክንደግመልኩም። ፕሬዚደንት ኢሳያስን ፕሬዚደንት ደቡብ ኮርያን ኣብ ምንፋዕ ክልተኣዊ ዝምድና ካልእ ጉዳያትን ዘትዮም። ኤርትራውያን ነበርቲ ደቡብ ሱዳንን ኬንያን ጽምብል ናጽነት ብልዑል ማዕርግ ኣቢሎም። ፌስቲቫል ተምሃሮ ኮሌጃት ምህንድስናን ቴክኖሎጂን ስነ ፍልጠትን ተዛዚሙ ህዝባዊት ሪፐብሊክ ቻይና ኣብ ጽላት ጠፈር ምስ ኣሜሪካ ሓቢራ ክትሰርሕ ከም እትደሊ ኣፍሊጣ ኢራን ንሰለማዊ መዓላታት ዘገልግል ዲፕሎማስያዊ መደባታ ብዝለዓለ መልክዑ ከም እትቐጽሎ ሓቢራ። መንግስቲ ኤኳዶር ብጸጥታዊ ምኽንያት ንዝኣወጆ ህጹጽ ናይ እዋን ሓደጋ ድንጋጌ ኣናዊሕዎ ፊልም ተዛዚቡሉ ምስ ሰሩት መርባት ኤሪ ቲቪ ይሓድገኩም ብወገነይ ጽቡቕ ምሸት።